ሰላም ከመይ ትጸንሑ ክቡራት ተኸታተልትና፣ እዚ ሑሞራ ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መጺና ኣለና። ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዑና ብኽብረ ንዕድም። ሰራዊት ትግራይ ሰፋሕቲ ግዝኣታት ወሎ ከም ዝተቆፃፀረ ሕጂ ዝወፀ ሓበሬታ ገሊፁ ኣላ። ብልፅግና ናብ ትግራይ ንምእታው ብዝተፈላለዩ ግንባራት ዝተፀገዐ እንትኸውን ሰራዊት ትግራይ እውን ብቆረፃ ይቆራርፆ ከም ዘሎ እዩ ዝግለፅ ዘሎ ብዝርዝር ናባኹም ክነስዕቦ ኢና ብራያ ጫርጫር መጥቃዕቲ ዝኸፈተ ወራሪ ሓይሊ ውግኣቱ ምጓዓዝ ከም ዝኸበዶን ህልቂት ከም ዘጋጠሞን ተገሊጹ። ነሓሰ ሓደ እውን ብተውንሳ ውግእ ኸፊቱ ከም ዝነበረ ክጸብጸብ ዝጸንሐ እንትኸውን ሕጂ ድማ ግንባር ቀይሮ መጥቃዕቲ ከም ዝኸፈተ እዮ ዝግለጽ ዘሎ። ዝርዝር ሒዝና ኣለና። ቢሮ ጉዳያት ኮሚኒኬሽን መግለፂ ኣውፅኣ ኣሎ። ዋና መልእኽቱ ናባኹም ክነብሎ ኢና። ተጋዳላይ ጋዜጠኛ መድሃንየ ግደይ ኣብ ምዕራብ ዘሎ ሓድሽ ምዕባለ ብዝምልከት መልእኽቲ ኣመሓላሊፉ ኣሎ ክነካፍለኩም ኢና ክቡራትን ክቡራትና ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና ክትከታተልና ብኸብረ ንዕድመኩም ወራር ሓይሊ ብራያ ጨርጨር ዝኸፈቶ መጥቃዕትን ህልቂት ከም ዘጋለጾን ወቕዓት እውን ንምልዓል ከም ዝኸበዶን ተሓቢሮም እዚ ወራሪ ሓይሊ ብነሓሰ ሓደ ብተውንሳ ዓፋር ውግእ ከፊቱ ምንባሩ ዝፍለጥ እንትኸውን ነሓሰ ክልተ ድማ ብኣንፈት ራያ ጨርጨር ብከቢድ ብረት ዝተሓገዘ መጥቃዕቲ ከም ዝኸፈተ ሕጂ ካብቲ ግንባር ዝተረኸበ ሓበሬታ የረድእ። ወራሪ ሓይሊ ብልፅግና ህልቂት ኣጋጢምዎ ብዙሓት ኪሎ ሜትራት ከም ዝሃደመ ዝገለፁ ፍልፍላትና ሰራዊት ትግራይ ድማ ብፀረ ምጥቃዕቲ ብዙሓት ግዝኣታት ከም ዝተቆፃፀረ እዩ ዝግለፅ ዘሎ። ፍልፍላት ከም ዝሓበርዎ ሰራዊት ትግራይ ናብ ላሊበላ የምርሕ ከም ዘሎን ኣብ ላሊበላ ዘሎ ማእኸል ድሮን መዋፈሪ ነፈርቲ ንብልፅግና ክቆፃፀሮ ከም ዝኽእል እንዳተገለፀ ይርከብ። እዚ ከምዚ ኢለ እናሃለወ ተጋዳላይ መድሃንዬ ግደይ ኣብ ምዕራብ ትግራይ ዘሎ ኩነታት ከምዚ ክብል ገሊፅዎ ኣሎ። ኣብ ምዕራብ ትግራይ ዝተፈጠረ ራዕዲ መጠነ ሰፊሕ እዩ። ሰራዊት ብልፅግና ኣብ ውሽጢ ሕሞራ ሞርታር ተኺሉ ኣሎ። እዚ ዝረኣዩ ደመኛ ፀላእቲ ህዝቢ ትግራይ ናብ ጎንደር ምህዳም ቀፂሎም ይርከቦም። ወያነ ምእታው ኣይተርፍን ዝብል ዛዕባ ኣብ ምዕራብ መዘራረቢ ኮይኑ ቀኒ ኣሎ። ብኻሊእ ዜና ወተሃደራት ሓምዳን ዳጋሎ ዝፀዕና ሰለስተ ኦራላት ወተሃደራዊ መኻይን ትርካን ኣቴን ኣለዋ። ኣብ ሸራሪና ዝተሳዕረ ብልፅግና ንድጋፍ ዝኸውን ሰራዊት ሓምዳን ዳጋሎ ካብ ሱዳን ይእቱ ኣሎ። ሰላምን ምርግጋዕን ቀርኒ ኣፍሪካ ዝህወኽ ዘሎ ብልፅግና እዩ። ዓለም ለኸ ማሕበረሰብ ነዚ ሓቂ ከረዳእ ምግባር ኣገዳሲ ይኸውን ክብል ጋዜጠኛ መድሃንየ ግደይ ገሊጹ ኣሎ። እዚ ከምዚ ኢለ እናሃለወ ቢሮ ጉዳያት ኮሚኒኬሽን ትግራይ መግለፂ ሂቡ ኣሎ። እቲ መግለፂ ከም ዝስዕብ ቀሪቡ ኣሎ። ጀኖሳይደር ስርዓት ብልፅግና ኣብ ዞባ ምዕራብ ትግራይ ሸረሪና ኣብ ዝተብሃለ ቦታ ኣብ ልዕሊ ሰራዊት ትግራይ ብዝኸፈቶ ውግእ ብጅግና ሰራዊትና ተመኪቱ ብዙሕ ሞት ምጉዳእትን ከቢድ ስዕረትን ኣተኣናጊዱ እዩ። ስለ ዝኸውን ዝበፅሖ ኪሳራ ንምክሕሓስ ሞራል ሰራዊቱ ንምፅጋን ህዝቢ ንምድንጋርን ብዝተፈላለዩ ድራማታትን ዶክመንተሪታትን ስዕረቱ ንምሽፋን ላዕልን ታሕትን ይብል ከም ዝቐነየ ዝፍለጥ ሓቂ እዩ። ናይዚ መቐጸልታ ድማ ብተለኣኽቲ ኣቢሎ ናይ ሓሶት ወረታት፣ ስእልታትን ቪድዮታትን ብምፍጣርን ምውዝዓን ህዝቢ ንምድንጋር ብስፍሓት ይሰርሕ ኣሎ። ካብዚ ብትውሳኺ እዚ ካብ ኩናትን ህውከትን ወፃኢ ክነበር ዘይኽእል ጀኖሳይደር ስርዓት ሕጂ እውን ናብ ኩሎም ወሰና ወሰን ትግራይ ብበዝሒ ሰራዊት ብምጓዓዝ ቦታ መዓራርዮ ኮይናት ንምጅማር ተዳልዮ ይርከብ። ጆኖሳይደር ስርዓት ብልፅግና ህዝቢ ትግራይ ንምጥፋእ ይኾነለይ ኣብ ዝበሎ ብሓይሊ ብረት ምዃን ኣብ ዝኣበዮ ድማ ሰላም ከም ስልትን ኣንፈት መቐየርን እናተጠቐመ እዩ መፅዩ። ብቐንዱ ድማ ኣብዚ ሕጂ እዋን ብስርዓት ሚዲያታቱን ናይ ማሕበራዊ ሚዲያ ነጠፍቶን ብዙሓት መደናገርቲ ወረታት እናወዘዐ ኣብ ልዕሊ ቃልሲ መኸተኒ ብሄራዊ ህልውና ህዝቢ ትግራይ ኣለታዊ ፅዕንቶ ንምዕራፍ ኩሉ ዓይነት ፃዕሪ ይገብር ከም ዘሎ ዝረአ ዘሎ እዩ ኣብዚ ቅንያት እዚ ድማ ደላይ ሰላም ንምምሳል መሸማገልቲ ንትግራይ ከም ዝመፁ ዲፕሎማቲክ ማሕበረሰብ እውን ንሰላማዊ ዝርርብ ናብ ትግራይ ከም ዝኣተወ ብምምሳል ብሰፊሑ የደናግር ኣሎ። ከም ህዝብን መንግስትን ትግራይ ኩሉ ግዜ ንሰላማዊ ዘረርብ በርና ክፍቲ እኳ እንተኾነ ጆኖሳይደር ስርዓት ብልፅግና ግን ካብ ንሰላም ንኩናትን ሁከትን ይሰርሕ ከም ዘሎ ፈታውን ፀላእን ክፈልጦ ይግባእ። ስለ ዝኾነ እውን መላእ ህዝብና ሰራዊትናን ፈታዊ ቃልሲ ህዝቢ ትግራይን ብናይ ጆኖሳይደር ስርዓት ብልፅግና ምድንጋራት ከይታለል ሓድነቱ ኣስጢሙ ኣብ ቃልሲ ብሄራዊ ህልውንኡ ንክዓስል እናፀዋዕና ኣገደስቲ እዋናዊ ሓበሬታታት ብተኸታታሊ ናብ ህዝብና እናብፃሕና ከም እንኸይድ ነፍልጥ። ዜናታት ናይዚ ዕለት ነዚኦም ይመስሉ ነይሮም። ስለ ምክትታልኩም ነመስገን። ሰላም